ኣብዚ ሕዚ ሰዓት እኮ ጓል ኣይውቃዕን እዩ ብጣዕሚ ዓብዪ ጌጋ እንድዩ ተጋግዩ ቤተሰብ ከዓ ብጣዕሚ እየን ተናዲደን ማለት እዩ ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላመ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትረፍ ይበለለይ እንዳበልኩ ለማዓንቲ ከዓኒ ብሓድሽ ቪድዮ መፅኤክም ኣለኹ ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምሩ ኢኹም ሓደሽትን ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ኩለኩም ይፈቱ ማለት እዩ እምበኣር ለማዓንትና ርእሲ ብዛዕባ ሊልና ኣሌክስ እዩ ከምዚ ኣብ መእተዊ ዝረእኹምዎ ማለት እዩ ኣሌክስ ንሊሊ ዝገበራ ብጣዕሚ እዩ ዘናድድ ካብ ኣሌክስ ንፅበዮ ነገር ማለት እዩ ኣነ ከም ዝርድአኒ ኣሌክስ ሒኖ እንድዩ ዝፈቲ ዘሎ ማለት እዩ ሊሊ ምስ ሓማታ ኮይና ዝሰርሓኦ ዘለዋ ፕራንክታት ንሪኦ ኣለና ኢና ማለት እዩ ብጣዕሚ ዘናድድን ብጣዕሚ ንግዝኡ ማለት እዩ ንግዝኡ ንኣሌክስ ብጣዕሚ እዩ ዘናድዶ ዘሎ ማለት እዩ ኣሌክስ ብጣዕሚ እዩ ዝናደድ ዘሎ ያው ድሓር ፕራንክ ክኾን ከሎ ያው ስራሕ ስለዝኾነ ግድን ያው ገድፎ እምበር ሕጂ ተበቂልዋ እዩ ዘሎ ማለት እዩ ኣብ ቅድሚ ኣዲኡ ዓይኖም ማለት እዩ ንሊሊ ሓማታ ኢዱ ከልዕለላ ኣይፍቀድ ነይሩ ማለት እዩ ቅድሚ እዚ ርኢኹምዎ ትኾኑ ኢኹም ሓደ ግዜ ክወቕዓሉ ከመይ ኢላ ተናዲዳ ነይራ ማለት እዩ እና ሕጂማ ካልኣይ እሱ እዩ ፈፂሙ እኒኦ ማለት እዩ ትማሊ ዝሰርሓኦ ፕራንክ ርኢኹም ኢኹም ያው ተልዓል ተባሂሉ ኣብዩ ቆልዓ ሰዲደን ማይ ከም ዝደፍኣሉ እዚ ነገር ስለ ዝደለያኡ ቀለበቱ ካብ ኢዶ ውፅያ ሊሊ ማለት እዩ ሊሊ ተንኮለኛ ናይ ኢድኪ ክረኪብሽ ከምዚ ፕራንክን ኢልክን ብንግሆ ጨጎራ ትልሕዛኣ ዘለኻን ንሱ ከዓ ጨጎራኽን ይልሕፀክን ሎም መሊሱ ማለት እዩ። ብጣዕሚ ዘዘናግዕን ደስ ዝብልን በተለይ ዓይኖም እሞ መረኣያ ደስ ትብለካ ማለት እዩ። ኩሉ ግዜ ምስኦም ኮይና ክትሰርሐልና ማለት እዩ ደስ ዝብል ክስካብ ኣዲስ ኣበባ ልምለሱ ኩሉ ግዜ መዓልቲ መዓልቲ ተዝመፁ ደስ ይብል ማለት እዩ። ብጣዕሚ እዮም ደስ ዝብሉካ ኣይሽልትውኻን ማለት እዩ። ቀዳማይ ኣብዛ ጠስሚ ዝነበረት እሞ ክነግረኩም ኣይክእል እዩ ብጣዕሚ እንድያ ተዝናነ ነይራ ማለት እዩ ኣነ ብጣዕሚ ኣብ ብጣዕሚ እየ ስሒቐ ማለት እዩ እዛ ገዛ ማለት እዩ ጠስሚ ብጠስሚ እዮም መሊኦምዋ ናንጠራ ኣሌክስ ገዛ ማለት ኣባላሽዋ እንድዩ

ኣድኒቐ ርእዮ ማለት ንስድራኦም ንኸይጨንቑ እሶም ቀስ ኢሎም ክረዳድኡ ስለ ዝኽእሉ ኣብ ቅድሚ ቤተሰብ ኣብ ቅድሚ ወለዲ ግን ከምዚ ዓይነት ንግግር እንተዘይንናገር ስቆል እንዳበላ እዩ ነይሩ ማለት እዩ ብጣዕሚ ጎበዝ ከየድነቕኩዎስ ክሓልፍ ይደሊ ማለት እዩ ዝኾነ ይኹን ዘጋጠመካ ነገር ባዕልኻ ብውሽጥኻ ትረዳዳእ ትኽእልኻ እቶም ቤተሰብ ስድራ ግን ኩሉ ግዜ ከምኡ ስለ ዝመስሎም ክጨናነቑ ይኽእሉ እዮም ብዛዕባና ስለ ዝሓስቡ ማለት እዩ ክጨናነቑ ይኽእሉ እዮም ግን ያው ኣሌክስ ጎበዝ በይንና ይኾነልና ስቐሊ በቃ ይትዛረብ ገለ እንዶላ እንታይ ኮይነ ያሌልካ ዓነ ማለት እዩ ሊሊማ ስርሓ ትፈልጥ ላኮ እንታይ ከም ትገብር ዘላ ስለ ትፈልጥ ዘላ ኣይሰምዐካን እየ እየ ላቶ ማለት እዩ እና ኣሌክስ ሕጂ ንሊሊ ከም ፕራንክ ሓስዋ ይመስለኒ ንሊሊ ሃሪምዋ ማለት እዩ ሊሊ ሕጂ እኮ ምንክብካብ እዩ ዘድልያ እምበር ምህራም ምናምን ኩሉ ግዜ ስትተሃረም ምናምን ይኾንኩ ዝብልኹ ሕጀ ዳማ ብዝበለፀ ነብሲ ፆር ስለዝኾነት ከምዚ ዓይነት ፕራንክ እንተዘይተሰርሓ ወይ ከዓ እንተዘይተፈራርሓ እየ ክብል ዝደሊ ማለት እዩ እና ብቀዳማይ ብቀደም ኣይኮነ ኣብዚ ቀረባ ግዜ ማለት እዩ ኣሌክስ ተንኮለኛ ነዛ ሰበይቲ ዓርኩ ከመይ ከም ዘደንገፃ ርኢኹም ኢኹም ተንኮል ክፍሕሪ ዝሓድር ለሎ ይመስለኒ ብጣዕሚ እዩ ኣሰንቢድዋ ማለት እዩ ገና ካብ ምጅማራ ከምዚ ገይሩ ኣሰንቢድዋ ከመይ ገይሩ ሓስብዎ እዚ ስራሕ እዚ እንድዒ ከምዚ ሲ ንሳስ ብስራሕ ምኽንያት ምናምን ምናምን ስለ ዝበላ እዩ ኣሚንዋ እምበር መጀመርያ ክንደየናይ እምቢ ከም ዝበለቶ ርኢናና ማለት እዩ ኢሉ ኢሉ ግን ኣይ በቃ ሞ ችግር የብሉን ኣይፈልጡ ኢልዋ እኳ ሲ በቃ ሲ ንከምዚ ንሕማቅ ነገርስ ኣይመሰላን ማለት እዩ በቃ ክምኮር እየ ፀገም የለን እየ ኢላ ተሓዋወረት ትማሊ ትማሊ ትማሊ ትማሊ መርዓ ጌርካስ ከመይ ኢልካ ከምኡ ትብል ኣነ እዚ ካባኻ ኣይፅበዮን እየ እንዳበለቶ እያ ማለት እዩ ከምኡ እንዳበለቶ ነይራ ኣሌክስ ከዓ ምፁእ እዩ ስልጥ መቸም ምስልባጣ መልክዓ ኮይና እኒ ኣሌክስ ኣይተኸኣልካን ንሊሊ ብቐዳማይ ከምኣ ገይሩ ስልብጥ ኢሉ ኣቢልዋሲ ግልብጥ ኢሉ ኣዋሪድዋስ ሕጂ ከዓ ዘቐላኻ ከምኣ ገይርዋ ማለት እዩ

ናይዛ ኣዲስ ኣበባ ነበረት ሕነ እያ ትምልስ ዘላ ትመስል ዘላ መን እያ ሊሊ ማለት እዩ ኣዲስ ኣበባ ልሕለፈተን ናይ ፕራንክ ግዘ ደነበላ ናይ ድራማ ግዘ ሕጂ ኣብ ዓዲ ኮይና ምስ ዓይኖም ምስ ማዘሩ ሊሊ ሕነ እያ ትፈድላ ንሱ ሕጂ ወዮ መርዓ ስለ ዝነበረ ደኺምዎ ምናምን ስርስር ክብል ደኺሙ ይመስለኒ ድቃስ ድቃስ እዩ ዝረአዮ ዘሎ ካብኡ ከዓ እኔ ኩዕሸ ምናምን መብዛሕትኦም መወዳት ኩዕሸ ምናምን ብጣዕሚ እዮም ዝከታተሉ ብጣዕሚ እዮም ዝፈትዉ ኩዕሸ ዝከታተሉ ኣለዎም ዶ ወይ ከዓ ነይ እንታይ ትብል ቤተሰብ ንስኹም ኣነ ይብሎምን እንታይ ኩዕሸ ኣነ ናይ ኩዕሸ እንትን ብዙሕ ስለለይብለይ ኣነ ብዙሕ ኣይድግፎን እዩ ማለት እዩ ንስኻትኩም ከታይ ትብሉ ኣብ ኮመንት ግደፉ እና ብከምኡ እዩ እስካብ ርእሱ እንትኒዱሲ እስካብ ኣእምሮኡ ቀልቢ ስሒቱ ዝድቅስ እስካብ ካብ ኢዱ ቀለበት ተውፅኣሉ ምንም ዘይሰምዓሲ በቃ ብጣዕሚ ስለልደክም ናፍቲ ናፍቲ ስለልየዕረፈ ናይቲ መርዓ ከይኣክልስ ናፍቲ ናፍቲ ክብል ስለልየዕረፈ እዩ ይመስለኒ ሕጂ ድማ ኣሌክስ እንቋዕ ብራንክ ኮነ ማለት እዩ ንሊ ብምቕዓኻ ብጣዕሚ እያ ተነዳ ነይራ ዓይኖም ማዘራ ንሊሉ እውን እዚ ተሪኣሲ ብጣዕሚ እያ ክትናደድ ማለት እዩ ንስኻ ሰብኣይ ጓለይ ኣይትኾኒ ካብ ስሩ ኢላ ክተፋትሐካ እያ ካልኣይ መዓልቲ ከምዚ ዓይነት ስራሕ ከይትሰርሕ ማለት እዩ ከይተባራርካ እንዳሃለኻ እና ቤተሰብ ስለዝተባራታታዕኒ ብጣዕሚ ዘመስግን ሕጂ ድማ ምብርትታዕኹም ኣይፈለየኒ ላይክ ሳብስክራይብ እንዳገበርኩም ቤተሰብ ኩኑ ተዘናግዑ ዘና መናበሉ ጭንቂ ብዘይ ጭንቂ